ሰላም ኣሕዋት ኣብዛ ናይ ፍሬንች ክላስ እምበኣር ብዛዕባ ፓሴ ኮምፐዘ ወይ ድማ ሕሉፍ ዝኾነ ኩነታት ሕሉፍ ዝኾነ ከመይ ጌርና ኮንጅጌት ንገብር ሕሉፍ ዝኾኑ ሙሉ ሓሳባት ክንሰሃንፅ ምእንቲ ክንዕዘብ ኢና ኦኬ ፓሴ ኮምፐዘ ንምንታይ ከም ጠቅም ክንርኢ ንቕድም ለፓሴ ኮምፐዘ ከም ሰሙለኖም ኣንዲክ እታን

ኣነ ይበልዕ ኣለኹ ኣይኮንኩን ኣነ ክበሊዐ ኣይኮነን እንታይ ደኣ ኣነ በሊዐ ሕሉፍ እዩ ቀጺሉ ከኣ እንታይ ይብለና ካልእ je suis allé ኣብዚ ኣነ ከይደ ማለት እዩ ኣነ ከይደ ይብለና ኣሎ ከይደ ወይ ድማ ንሱ ከይዱ ከይደ ወይ ድማ ይኸይድ ኣለኹ ዶ ይኮነ ሕሉፍ እዩ ከይደ ኣብዚ ሕጂ እንታይ ክነስተባህል ኣለና ግን je suis allé j'ai mangé ብክልተ ነገራት ኮንጂጌዝን ጌርናዮም ኣለና ድሕር ኣብቲ ኮንጂጌዝን ኣንተረስት ክንገብር ደልና ሕጂ እውን ኣብዚ ኣይወሰኽናሎምና እምበር ድሕር ኣብ ጓል ኣንስተይቲ ነይረ ተዝኸውን ኖ ኣብዛ ናይ እንጣሽሙ ዘይኮነ ይቕሬታ ኣብዛ ዝረስቢ ዛለ ትብል ደላ ኢ መሃለወት ነይራ ኖ ይቕሬታ ጓል ኣንስተይቲ ነይረ ተዝኸውን ማለት እዩ ወይ ድማ ጓል ኣንስተይቲ ነይራ ተትኸውን እታ ምላ ሓሳባት ትገልጽ ደላ ኤክሰተራ ኤክሰተራ ኣብዚ ሕጂ እንታይ ኢና ንዕዝብ ዶ ኢልና ሓደ ፓሴ ኮምፐሴ ማለት እንታይ ማለት እዩ ፍሬንች ንዝሓለፈ ነገራት ክንገልጽ ከለና ንኣብነት ኣክሽን ይኸውን ዤ ማንዤ ዠስዊ ዛሌ ዤ ደርሚ ኤክሰተራ ኤክሰተራ ከመይ ጌርና ኢና ቨርቪኤት ክንጥቀም ቨርቪኤት ማለት ስዊ እዚ ስዊት ትሪእዎ ኣለኹም ከመይ ጌርና ኢና ንጥቀም ወይ ድማ ቨርባ እዋ ከመይ ጌርና ኢና ንጥቀም ክንርኤ ኢና ኣብ ዝመፅእ ንሎሚ ግን እቲ ጥቕሚ ናይ ፓሴ ኮምፐሰ ተዓዚብና ኣለና ቀፂልና ኣብዚ ኣብዛ ካልኣይቲ ስላይድ እንታይ ክንዕዘብ ኢና እቲ ፓሴ ኮምፐሰ ኩሉ ግዜ ከም ዝረኣናዮ ንሕሉፍ ዝገልፅ ኮይኑ እንታይ ብለና ኣሎ ሴታንቶም ኮምፖዘ ሰላ ሲኒፊክ ላ ፋም ኮንጅጌ ኢትሊስ ሎክሲሌክ ኤትኽ ኡ ኣቫኽ እንታይ ብለና ኣሎ እምበኣርከስ ኮንጅጌዝን ክንገብር ኮልና ኣቭዋክን ኤትክን ተጠቂምና ኢና ኮንጅጌትን ክንገብር ኩሉ ግዜ ማለት እዩ ካብ ክልቲኦም ሓዲኦም ክንጥቀም ኢና ክልቲኦም ክንጥቀመሎም ኣይንኽእል ኢና እንታይ ብለና ኣሎ ከም ምስ ገበርና ንኣብነት ኣብዚ እቶም ኩሉ ግዜ ንዕዘቦም ስም ኣለውና ጀቲ ኢልኤልኦን ኑቭ ኢልኤል እዚኦም ኣነ ንስኻ ንስኺ ንሱ ንሕና ንሳቶም ንሳቶም ንሳተን ወይ ድማ ንስኹም ኤክሰተራ ኣለና ኣብዚኦም ግን ክንጥቀም ከለና እንታይ ይብለና ኣሎ ፕሉስ እዛ ፕሉስ እዚኣ ፕሉስ እቲ ዤ ንኣብነት ዤ ማን ዤ ክብል ከለኹ እንታይ ይብል ነይረ ዤ ማን ዤ ዤ ማን ዤ እንድሕር ዳ ደልና ቱ ኣ ማን ዤ ምክንያቱ እዚ ኣ ፕልስ ኣ ስለ ዝበለና ተደመሮ ኣብዚ ገይረ ኣለኹ ቱ ኣ ማን ዤ ኤክሰተራ ኤክሰተራ ማለት እዩ እዚ እቲ ቨርብ ኣባኽ ድወስድ እዩ ቨርብ ኣባኽ ንምንታይ ድወስዱ እንድሕር ዳ ኢልና ኩሎም እቶም ኣክሽን ደበሉ ደለዎም ኣክሽን ብምሎም ደለዎም ቨርብ ኣባኽ እዮም ድወስዱ ኣክሽን ማለት በሊዐ ደቂሰ ከይደ ተስኤ ኤክሰተራ ኤክሰተራ እዚኦም እቶም ቨርብ ኣባኽ ዝጥቀሙ ነገራት እዮም ካልኦት ከ ኣለውና ኡ ማለት ከኣ ወይ ድማ ማለት እዩ ብፍረንች እቶም ስዊ ኤስ ኤስቲ ሶም ኤት ሶም ዝጥቀሙ ማለት እዩ ሶም ከንታይ እቲ ኮንጅጌዝን ናይ ቨርቢ ኤት ንሱ ከንታይ እዩ ነቲ ኣቫኽ ምህላው ኢልና ነርና ኣብ ናይ ፕረዘንት ክንርኢ ኮልና ኣብ ከም ኣብነት ኤተኽ ከዓ ምዃን እዩ ንኣብነት ኣነ ወዲ እየ ወይ ድማ ኖ ኣነ ወዲ እኮ ካብ ቀደም ብፕረዘንት ጥራይ ክግለፅ ዘለዎ ሕሉፍ ኣንነት ክንገልፅ እንድሕር ደሊና እንታይ ክንብል ኢና ንኣብነት ጀስዊ ጀስዊ ዛለ ንኣብነት ኣነ ከይደ ንምንታይ እዩ ኣለ ግን ኣክሽን ክንሱ ከመይ ገይሩ ብቨርብ ኤትኺ ኮንጅጌዚ ንኸውን ኣሎ እዚ እቲ ግራመር እዩ መሓዝ ጥራይ እዩ ግን ጀስዊ ዛለ ኢና ንብል እንድሕር ደይልናዮ ይቕሬታ ካልእ ሕብሪ ክጥቀም እየ ጀስዊ ዛለ ኣሃ ኦኬ ንምንታይ ኢና እቲ ስዊ ተጠቂምና ኣክሽን ክንሱ ቨርብ ኣለ ቨርብ ደፕላስ ሞ ኢልና ንፅኦም ኣለዉ እቶም ንምንቅስቃሳት ዝሕግዙና ንኣብነት ጀስዊ ዱሰንዱ ኣነ ንታሕቲ ወሪደ ወይ ድማ ኣነ ንላዕሊ ደይበ ንድሕር ክብል ተኮይነ ከዓኒ ጀስዊ ሞንቴ ሞንቴ እቲ ንላዕሊ ደይበ ማለት እዩ ተቃል ኤክሰተራ ስዊ ኢና ንጥቀም እቲ ቨርቢ ኤፕ ኢና ንጥቀም ባይ ዘወይ እቲ ሳብጀክት ኣገዳስነት የብሉን እቲ እንታይ ኣገዳሲ እንድሕር ኢልኩምኒ እቲ ናይ እቲ ቨርቢ ኤት ኮንጅጌዚንግ ክንገብር ኮልና ንኣብነት ነዚ ሕጂ እንድሕር ደኣ ኣብ ንጣሽ ክንጥቀመሉ ደሊና ከመይ ጌርና ኣብ ኣብነት ክንሰርዕ እምበር ኣይክርዳእናን እዩ ምክንያቱ ሕጂ እንድሕር ኣብነት ኣብዚ ክንሰርዕ ደሊና እንታይ ክንገብር ኢና ንሞንቴ እንድሕር ደኣ ክንርኢ ደሊና ይቕሬታ ኣይረኣየኩም እንከይህሉ ኦኬ ሕጂ ይረኣየኩም ክህሉ ተስፋ ገበር ሞንቴ ክንርኢ ኢና ንቕድም ሞንቴ ድሕር ደኣ ሞንቴ ምድያብ ማለት እዩ ሞንቴ ንምድያብ እንድሕር ደኣ ኮንጅጌት ክንገብራ ደልና ጀስዊ ሞንቴ

ሰሞንተ ኣቬክ ኤስ ምክንያቱ እንድሕር ደኣ ቨርቪኤት ክንጥቀም ሃሊና ኩሉ ግዜ እንታይ ኢለኩም ነይረ ኤክሰትራ ኤክሰትራ ባይ ዘወይ እዚ ቨርቪኤት ክንጥቀም እንድሕር ደኣ ሃሊና ኩሉ ግዜ ብዝሒ እንድሕር ደኣ ኑ ብዙሓት ኢና ንሕና ማለት እዩ ስለዚ ኣብዚ እቲ ኡ ጥራይ ደይኮነ ኡ'ስ ኢና ንጥቀም እዘ ክንርስዖ ደይብልና ድሕር ጓል ኣንሰይቲ ሃሊሃና ነይራ ከ ክትኸውን ኡ'ስ ምተጠቀምና ንኣብነት ኣብዚ ሕጂ እንተ ክንርኢ ኢና ቭ ደይኮነ ንኣብነት ቭ ኣለና ኤክሰትራ ኢል እንድሕር ደኣ ነይርን ኤል እንድሕር ደኣ ኣብ ክንዲ ኤል ኤል እንድሕር ደኣ ወሲድና ነይርና ኣብዚ ሕጂ እንታይ ክንገብር ኢና ኢል ሶን ሞንቴ ኣብዚ ሕጂ እንድሕር ደኣ ትሪእዎ ሃሊኹም ይቕሬታ ኣብዚ ሕጂ ነዚ ይመስል ኣሎ እቲ ዝበና ደሎ ማለት እዩ እዚ ሕጂ እንታይ ክዕዝበኩም ደልየ ቨርቬት ክንጥቀም ከለና ኩሉ ግዜ ቨርቬት ክንጥቀም ከለና እምበኣርከስ ኣብ ድሕሪ ኣብቲ ናይ መወዳእታ ናይቲ ቨርብ ከዓኒ ንዑ ከዓኒ ንዕውን ሞዲፊኬሽንስ ክነምፅና ክንቀያይርና ማለት እዩ እንታይ ማለት እየ ድሕር ዳ ብዙሓት ተኮይኖም ኤስ ክንሕውስ ኢና ጓል ኣንስተይቲ ተኮይና ኢ ክንሕውስ ኢና ጓል ኣንስተይቲ እንድሕር ዳ ተኮይና ኤል ማለት ንሳተን ማለት እዩ እዚአ ንስለ ሓበሬታ ጓል ኣንስተይቲ እንድሕር ዳ ተኮይና እዛ ኢ ክንሕውሰላ ኢና እንድሕር ደቂ ተባዕትዮ ጥራይ ነይሮም እንተዝኾኑ ንኣብነት ኣብዚ እንታይ ክንርኢ ኢና ኢል ኢልና ሶ ሞንቴ እቲ ኤስ ሓዊስናሉ ዘለና ምክንያቱ ብዙሓት ስለ ዝኾኑ ንሳቶም ማለት እዩ ኢግን የብሉን ሕጂ ምክንያቱ ደቂ ተባዕትዮ ጥራይ ስለ ዝኾኑ እንድሕር ዳ ካብዚ ፈሊና ካልእ ንኣብነት እንታይ ክንርኢ ኢና ካብዚ ፈሊና ንኣብነት ቨርቫ ኣዋ ክትጥቀም ኣብዚ እቲ ቨርቭ ኤት ክስለ ዝኾነ ኢኹም ዝገብረና ደሎ ቨርቫ ኣዋ ክትጥቀም እንታይ ኣሎ ዤ ማንዤ ንኣብነት ኣነ በሊዐ ዤ ማንዤ ኣብዚ ኣፖስትሮፍ ዝገብር ደለኹ ባይዘወይ ንኣብነት እዚ ከምዚ እዩ ነይሩ ሕጂ ግን ክልተ ቫዋል ክነቕምጥ ስለ ደይንኽእል እዞም ቫዋል ማለተይ ኣብዚ እንታይ ንርኢ ኣለና ኣን ኡኣን ኢን ተላጋጊባና ኣለዋ ክልተ ቫያዎል ሕጂ ክነፀግዕ ኣይፍቀደናን እዩ ፍረንች ኣፖስትሮፍ ጌርና ዤ ማንዤ ንኣብነት እንድሕር ብብዙሕ ተኮይኑ ቱ ኣማንዤ ንኣብነት እሱ ኖርማል ኣይቀየርኒ እንድሕር ንኣብነት ኣብ ቡን ኤል ኤል ንኣብነት ኣብዚ ይቅየር ኢልና ነርና ምሽ ኣብዚ ትሪእዎ ኣለኹም ሕጂ ብዚ ንታሕቲ እንታይ ክንገብር ኢና ኤል ክንርእዮ ኢና እንታይ ከም ድህብ ኤል እቲ መንጎኡ ደሎ ገዲፍና ያልና እዚ ካልእ ዘሎ ኣብነት ኢልዞም ማንዠ ኤልዞም ማንዠ ማለት እዩ ማንዠ ከምዚኣ ጥራይ ኢና ንገድፋ ሕጂ እንታይ ኮይና ኢና ኡ ወይ ድማ ኤስ ዘይወሰኽና ምክንያቱ እቲ ናህና ቨርቭ ቨርቭ ኣዋኺ እዚ ኦን ድብል ደሎ ካበይ መፅእ እንድሕር ኢልኩምኒ ኦን ኮንጅጌት ናይ ቨርብ ኣባኺ ቨርብ ኣባኺ ርኢና ነርና እንድሕር ደኣ ናይ ቨርብ ኤት ይቕሬታ ንክልቲኦም ናብዚ ንታሕቲ ክነውርዶም ኢና ወይ ድማ ከምዚ ጌርና ክነውርዶም ኢና እዚ ቨርብ ኣባኺ ኢለኩም ኣለኹ ኮንጅጌት ናይ ቨርብ ኣባኽ ርኢናዮም ነርና ኣብ ዝሓለፈ ባይዘ ወይ ንሱ ካብታ መጀመርታ ክላስ ስለ ዝረኣናዮ ፀገም የብሉም ቨርብ ኣባኻን ቨርብ ኣባኽ ተኮይኑ ምህላው ምህላው እንድሕር ደኣ ኮይኑ ኣብ መወዳእታ ሞዲፊኬሽን ኣየድልኒ ከምዚ ትሪእዎ ኣለኹም ማለት እዩ። ቨርቬትክ እንድሕር ደኣ ኮይኑ ግን ኣብ መወዳእታ ሞዲፊኬሽን የድሊ እዩ። ካልእ ኣብነት ክንርኢ ክንፍትን ኢና። ካልእ ኣብነት ጀስዊዝ ኣለ ሞንቴሪ ኢና ነርና ጀስዊዝ ጀስዊ ኣለ ማለት እዩ። ድሕሪ ደኣ ጓል ነይራ እንተኮይና እንታይ ምገበረት ኣብዚ እም ወሰኸት ምክንያቱ ቨርቪኤት ኢኺ ኩሉ ግዜ ቨርቪኤት ክኸውን ከሎ ኣብ መወዳእታስ ሞዲፊኬሽን ክነምፅእ ኢና ሞዲፊኬሽን ክነምፅእ ኢና ማለት እዩ እንታይ ማለት እየ ጓል ድሐ ተኮይና ኦ ክንውስኽ ኢና ንኣብነት ብዙሓት ነይሮም እንተኮይኖም ንኣብነት ንሶም ኣሌ እንድሕር ደኣ ጓል ሃልያቶም ኡኤስ ክንብል ኢና። ምኽንያቱ እቲ ኤስ ንምንታይ ይውክል ኣሎ እንድሕር ኢልኩምኒ ብዙሓት ምዃኖም፣ እቲ ኡ ንምንታይ ይውክል ኣሎ ቀጺልና እንድሕር ኢልኩምኒ ጓል ምህላዎም ጓል ዘላቶም ብዙሓት ሰባት ስለ ዝኾኑ ሕጂ እቲ ኡ ነተን ኣዋል እንድሕሪ እቲ ኤስ ከኣኒ ንብዙሓት ዝውክል እዩ። እቲ ካብኡ ሓሊፉ እቲ ካብኡ ሓሊፉ ደሎ ከደኣ እንታይ እዚ ኩሉ ከደኣ እሱ እቲ ቤዝ እዩ ንሕና ንሕና ከድና ማለት እዩ ወይ ድማ እንታይ ኢና ንብል ብትግርኛ ንሕና ከድና ዘይኮና ኬድና ንኸይድ ኖ ኬድና ኬድና ጥራይ እንድሕር ኢልና ኦሬዲ እቲ ሰብ ተረዲእዎ ኣሎ እንታይ ከም ንብል ደለና ማለት እዩ ሽዑ ናበይ ከም ዝኸድና ተወሳኺ ሓበሬታ እዩ ኬድና ጥራይ ግን ሕሉፍ ምዃኑ ይሕብር ኣሎ ስለዚ ነዚ ይመስል ተኣብነት ብቨርቭ ኣዋኽን ኤትኽ ን እዩ እዚ ኮንጅገይት ዝገብ ዝኸውን ኣቫኽ ኤትኽ ኮንጅገይት ይኸውን ንሶም ከዓ ናይ ገዛ ርእሶም ኣለዎ ኣብ ነብሲ ክፉ ከምቲ ዝረኣናዮ መጀመርታ ኣብዚ ሕጂ እንታይ ክውከሰኩም እየ እቲ ፐዲኤፍ ተልሻን ጌርኩም ኤግዛርሲስ ደጋጊምኩም ደጋጊምኩም ተለማምድዎ ምክንያቱ ብዘይ ምድጋም ኣይኣቱን እዩ ቋንቋኹም እዩ ኣብ ነፍሲ ወከፍ መዓልቲ ዝተወሰኑ ግራመር ዝተወሰኑ ቮካብላሪ ዝተወሰኑ ፕራክቲስ ኦራል